ሰላም ሰላም ኩቡራት ተኸታተልቲ ከመይ ቀኒኹም ኣብ ዘለኹሞ ሰላም ክትህልው እናተመነኹ ንሎሚ ሒዘያ መፅእ ዘለኹ ቪድዮ ከዓ እንታያ ካብ ተኸታተልቲ ኣብ ኮመንት ዝተሓተትክዋ ኮይና እንታይ እዩ ኢልና እሱ ዮሃንስ ዝበሃል ሓውና ኣብ ኣይፎን ኣብ ሞባይል ማለት እዩ ቪድዮ ወይ ስእሊ ሴቭ ክብል ተደለየ ሲ ዝኾነ ኖቲፊኬሽን ይመፀኒ ወይ ኣይ ሴቭ ኣይብለለይን ኣሎ ወይ ዳውንሎድ ኣይገብረለይን ኣሎ እቲ ስእሊ ኢልኒ ንሳ ከዓ ብከመይ ዝመፅእ ናይ ዋትሳፕ ጥራይ ዘይኮነ ኣብ ኩሉ ዓይነት ኣፕሊኬሽን ከም በዓል ወላ ሜሴንጀር ይኹን ዋላ ኢሞ ዋላ ካልእ ዓይነት ኣፕሊኬሽናት እንታይ ዝገብር በዓልና እንድሕር ኣክሰስ ተዘሂብናዮ ወይ ነቲ ኣፕሊኬሽን ኦኬ ኣብ ስእልና ክትኣቱ ወይ ሴፍ ክትብል ናብ ስእልና ነፍቅደልካ ኢና እንተ ተዘይልናዮ በዓል ዳይረክት ሴፍ ክብል ኣይክእልን እዩ ወይ ኣውቶማቲክ ክውላዕ ኣይክእልን እዩ ኩሉ ሴፍ ከም ዝገብሮ ማለት እዩ ስለዚ እንታይ ኢና ክንገብር እታ ዝመፀቶ ንኣብነት ኣብ ዋትሳፕ ማለት እዩ ስእሊ ተመፂና ወይ ዝኾነ ወይ ኣብ ሜሴንጀር ወይ ስእሊ ወይ ቪድዮ ተመፂና ሴቭ ክንብሎ ተደሊና ናብ ሞባይልና ንኣብነት ከም ንሪኦ ዘለና እዛ ስእሊ እዚኣ እንተ ሴቭ ክብላ ደልየ ሴቭ እንተ ኢለ ኣብዚ ጠዊቐ እንተ ኣብዚ ሴቭ እንታይ ኢልያ ከም ዝብል መልእኽቲ እዩ ዝመፀኒ ነዚ ሓውና ከዓ ከምዚ መፅዎ ዋትሳፕ ሲ ኣክሰስ የብሉ ናብቲ ናትካ ፎቶስ ስለዚ ኣብ ሰቲንግ ኬድካ ኣክሰስ ክትወለካ እዩ ዝብል ዘሎ ማለት እዩ ከምዚ ከይገበርካ ኣይ ሴቭ ኣይገብረልናን እዩ ስለዚ እንታይ ኢና ክንገብር ከም ኩሉ ግዜ ናብ ዋትሳብ ኢና ክንከይድ ናብ ሰቲን ኢና ክንከይድ ይቕሬታ ኣብ ሰቲን ክንከይድ ኢና ከም ዝብል ምስ መፀና ድሓር እቲ ዝደለናዮ ኣፕሊኬሽን ንደልዮ ማለት እዩ ንኣብነት ኣብዚ ሕጂ ግዜ ዋትሳብ እዩ ዘድልየና ዘሎ ኣብዚ ብታሕቲ ወሪድና ኣብዚ ኩሉ ዓይነት ኣፕሊኬሽን ተሪል ዘሎ ዋትሳብ ንደሊ ከም ንሪኦ ዘለና ዋትሳብ ዘሎ ኣብ ኣንጥውቕ ብድሕሪኡ ኣብዚያ ፎቶ ስትብል ዘላ ንሪኣ ዘለና ናን ኣላ ማለት እዩ ስለዚ ኣብኣ ክጥውቅ እየ ኣብኡ ምስ ኣተና ሽዑ እዚኣ ኦል ፎቶ ስትብል ዘላ እዚኣ ወቂቅና ንከፍታ ማለት እዩ ስለዚ እዚኣ እንታይ ክትገብር እያ ዳይረክት ዝኾነ ዓይነት ፎቶ ካብቲ ሴቭ ዝበልናዮ ዳይረክት ናብ ናትና ጋላሪ ክእትወልና እዩ ማለት እዩ ስለዚ ንዋትሳፕ ጥራይ ዘይኮነ ዋላ ንካልእ ዓይነት ኣፕሊኬሽን ማለት እዩ ስለዚ እንታይ ክንገብር ኢና ንኣብነት ናብታ መጀመርያ ዝነበረት ናብታ ዋትሳፕ ተመሊስና እዛ ስእሊ እንተ ሴፍ ክብላ ደሊ ሕጂ ልክዕ ንዕንተወይ ሴቭ ምስ በልክዎ ዝኾነ መልእኽቲ ወይ ኤረር ኖቲፊኬሽን ኣይመፀንን ኣሎ ማለት እዩ ስለ ዝኸፈትኩ ማለት እዩ ሕጂ ብቲ ጋላሪ ከይድና እንተርኢናዮ ከም ንሪኦ ዘለና እቲ ኣሴብ ዝበልክዋ ስእሊ ኣብቲ ጋላሪ ናተይ መፅያ ኣላ ማለት እዩ ስለዚ ከምዚ ጌርና ናይ ዋትሳፕ ጥራይ ዘይኮነ ናይ ኩሉ ዓይነት ኣፕሊኬሽናት ከምዚ ጌርና ክንፈትሖ ንኽእል ኢና ማለት እዩ ማርከስ ናይ ሎም ቪድዮ እዚኣ ነይራ ሓጋዚት ኮይና ክትረኽብዋ ተስፋ ይገብር ስፔሻሊ ከዓ ሓውና እዚኣ ቪድዮ ክትሕግዘካ ተስፋ ይገብር እንተ ደኣ ፈቲኹማ ላይክ ክትገብሩ ሳብስክራይብ ዘይገበርኩም ተሊኹም ከዓ ሳብስክራይብ ክትገብሩ የዘኻኽረኩም ኣብ መፃኢ ብዙሕ ቪድዮታት ከም ስታት ከዝርግሕ ስለ ዝኾንኩ ብቐጥታ ተኸታተልቲ ትኾኑ ማለት እዩ ዝኾነ ዓይነት ሕቶ ኣብ ሞባይልኩም ይኹን ኣብ ላፕቶፕኩም ምስ ዘለወኩም ከዓ ኣብ ኮመንት ፀሓፉለይ ወይ ብከምዚ ቪድዮ ገይረ ወይ ድማ ብዳይረክት ሜሴጅ